ሰላም ክቡራት ተኸልቲ ቻነል ሰላም ገዛና እንቋዕ ደሓን መጻኹም። ለማዓንቲ ድማ ብዝተፈለየ መንገዲ ነቶም ቋንቋ ሆላንድ ንመሃር ዘለና ኣብ ዝተፈላለዩ ቦታታት ንዛረበሎም ቃላት ሕቶን መልስን ሒዘልኩም መጺኣ ኣለኹ ምሳይ ጽንሑ። ብምቅዳም እንቋዕ ድሓን መጻኹም ኣብ ቻነል እዚ ቪድዮታት ዘቅርቦ ነቶም ቆንቋሕላ ንመሃር ዘለና ኣብ ትምህርትና ዝሕጉዝና ሕቶን ሓሳባትን መልስን ወይ ድማ ቃላትን ንኹልሃና ብሓፈሻ ነቶም ቆንቋሕላ ንመሃር ዘለና እዩ እምበኣር ለምዓንቲ ድማ ኣብ ዝተፈላለዩ ቦታታት ሕቶን ሓሳባትን ከመይ ገርና ንሓትት ከመይ ገርና ከ ንምልስ ወይ ድማ ከመይ ገሮም መልሲ ይህቡና ክንርኢ ኢና ብምቅዳም ነዚ ቻነል እዚ ሓደሽቲ ዝኾንኩም ሰባት

ኦፊልኮስ ዲት እዝንታ ማለት ትርጉሙ ኣብ ትግርኛ እዚ ዋግኡ ክንደይ እዩ ማለት እዩ። እዚ ዋግኡ ክንደይ እዩ። ኡፊል ማለት ክንደይ ማለት እዩ። ኮስ ድማ እቲ ዋግኡ ማለት እዩ። ዲት ድማ እዚ ማለት እዩ። ኡፊል ኮስት ዲት እዚ ዋግኡ ክንደይ እዩ ኢሉና ኣሎ ማለት እዩ። ኡፊል ኮስት ዲት ኡፊል ኮስት ዲት እዚ ዋግኡ ክንደይ እዩ? ኮስት ማለት ዋጋ ማለት እዩ ናቱ ዝውደኣሉ ዋግኡ። ፉፊል ማለት ድማ ክንደይ ማለት እዩ። እቲ ትርጉም በብሓደ ዝነበርኩም ዘለኹ ምኽንያት ኣብ ኮመንቲ እቲ ትርጉም ድማ በብሓደ ንገረና ስለ ዝበልኩምን እዩ። ሕጂ ኣብቲ ዱካን ፉፊል ኮስት ድይት ኢልና እንተሓቲትና እዚ ዋግኡ ክንደይ እዩ ኢልና እንተሓቲትና መልሲ ድማ እንታይ ክንረክብ ንኽእል? ባይ ፎር ቤልት ንርእ።

ሆፊል ኮስት ዲት ዳት ኮስት ቲን ኢሮ ማለት እዩ ከምዚ ኢልና ሓቲትና እንተኮይና በቲ መልሲ ድማ እቲ ቁፅሪ ወሲኹ ወይ ድማ ቀኒሱ ክነብርና ክእሉ ማለት እዩ እቲ ካልኣይ ድማ እንታይ ኢልና ኣሎ ካን ኢክ መት ፒን በታለን ካን ኢክ መት ፒን በታለን Kan ik met pin betalen? Kan ik met pin betalen? እዚ ማለት እንታይ ማለት እዩ? ብካርድ ክኸፍል ይኽእል ድየ ማለት እዩ። ብካርድ ክኸፍል ይኽእል ዶ? ቦቲ ናይ ባንኪ ካርድ ማለት እዩ ወይ ድማ ኣብ ዝተፈላለየ ዓይነት። ካን ማለት ምኽኣል ማለት እዩ። ኢክ ድማ ኣነ። መት ድማ ምስ ወይ ድማ ብ ማለት እዩ። ፒን ድማ እቲ ናይቲ ባንኪ ወይ ድማ ናይ ዝኾነ ዓይነት ካርዲ ካርድ ማለት እዩ። በታለን ድማ ምኽፋል ማለት እዩ። ካን ኢክ መክ ፒን በታለን ማለት ድማ ሕጂ ብካርድ ክኸፍል ይኽእል ዶ ብካርድ ክኸፍል ይኽእል ዶ ወይ ድማ ይከኣለኒ ድዩ ይብለና ኣሎ ማለት እዩ። መልሲ ድማ ብሓጺር ክንረክብ ንኽእል ኢና ያ ዳት ካን። እያ ዳትካን እዚ መልእክቲ ናይቲ እወ ይከኣል እዩ እወ ይከኣል እዩ እያ ዳትካን ዳትካን እወ ይከኣል እዩ ማለት እዩ። እሺ ሕጂ ድማ ናብ ቆጸራ ምሓዝ ቆጸራ ከመይ ጌርና ንሕዝ ከመይ ጌርና ነቲ ቆጸራ ክንሕዝ ከለና ሕቶ ንሓትት ከመይ ዝብል መልሲ ከ ንረክብ ብዝብል ማለት እዩ። ኦኬ ሕቶ ቁፅሪ ሓደ ንምቦ እንታይ ይብለና ኣሎ ኢክ ቪል ግራክ ን ኣፍስፕራክ ማከን ኢክ ቪል ግራክ ን ኣፍስፕራክ ማከን ትርጉሙ ኣብ ትግርኛ እንታይ ማለት እዩ ቆፀራ ክሕዝ እደሊ ኣለኹ ማለት እዩ ቆፀራ ክሕዝ እደሊ ኣለኹ ኢክ ቪል ግራክ ን ኣፍስፕራክ ማከን እዚ ትርጉሙ ብሓደ ክሪኦ ክማለት ከለና ኢክቭር ክብል ከሎ ኢክቭር ኽርኣ ክብል ከሎ ነቲ ነቲ ብድሕሪኡ ዝመጽእ ግሲ ንዕኡ ንኽገብሮ ይደሊ ከም ዘሎ ማለት እዩ ኢክቪል ን ኣፍስፕራክ ማከን ኣፍስፕራክ ማለት ድማ ቆጸራ ማለት እዩ ማከን ማለት ድማ ምግባር ወይ ድማ ምስራሕ ማለት እዩ ኢክቪል ክራክ ን ኣፍስፕራክ ማከን ቆጸራ ክገብር እደሊ ኣለኹ ቆጠራ ክገብር እደሊ ኣለኹ መልሲ ድማ ንርኣዮ

መዓስ ማለት ኢዩ ኮም ተትየ ዓወት ክብለና ከሎ ድማ ንዓኻ ኣብ ደስ ዝብለካ ወይ ድማ መዓስ ከም ዝጥዕመካ ኢዩ ዝገልጸልና ዘሎ ማለት ኢዩ ዘይካር ቫ ኒር ኮምት ተትየ ዓወት ብርግጽ መዓስ ይጥዕመካ ኢሉ ይሓተና ኣሎ ማለት ኢዩ ናብ ካልኣይ ክንሰግር ከለና ድማ እቲ ካልኣይ እንታይ ብለና ኣሎ

ይካኣል ጽባሕ ንግሆ ይካኣል ድዩ ይብለና ኣሎ ማለት እዩ እቲ መልሲ ድማ እንታይ ይብለና ኣሎ ያ ኢከብኦም ቲም ኡር ኖክ ብለክ ያ ኢከብ ኦም ቲም ኡር ኖክ ብለክ እዚ ማለት እንታይ ማለት እዩ እወ ሰዓት ዓሰርተ ቦታ ኣለኒ እወ ሰዓት ዓሰርተ ቦታ ኣለኒ ያ ኢከብ ኦም ቲን ኡር ኖክ ፕለክ ፕለክ ማይ ድማ ቦታ ማለት እዩ ያ ኢከብ ኦም ቲን ኡር ኖክ ፕለክ እወ ሰዓት ዓሰርተ ቦታ ኣለኒ ኦኬ እዚ ድማ ኣብ ስራሕ ማለት እዩ ኣብ ስራሕ እንታይ ኢልና ንሓትት ንኽእል ወይ ድማ እንታይ ዝብል መልሲ ክመጸና ይኽእል። ሕቶ ቁጽሪ ሓድ ንርኣዮ። ቫት ሙት ኢክ ኑ ዱን? ቫት ሙት ኢክ ኑ ዱን? እዚ ትርጉሙ እንታይ ማለት እዩ ኣብ ትግርኛ? ሕጂ እንታይ ክገብር ኣለኒ? ቫት ሙት ኢክ ኑ ዱን? ቫት ሙት ኢክ ኑ ዱን? ትርጉሙ ብዝርዝር ክንሪኦ ከለና ቫት ማለት እንታይ ማለት እዩ? ሙት ድማ ግድነት ወይ ድማ ክትገብሮ ዘለካ ማለት እዩ።

ከምዚ ኢለ'የ ክገልጾ ቁሩብ ግዜ ይወስድ ይኸውን ግን ብናትኩም ርእይቶ'የ ተመርኪሰ'የ ዝገብሮ ዘለኹ ኣብ ናትኩም ርእይቶ ነቲ ሕቶታት ወይ ድማ ሓሳባት ኣብኡ ዝመጽእ ኣንቢብካ ጥራይ ተሕልፎ በብሓደ ድማ ትርጉሙ ኣርእየና ዝበልኩምኒ ሰባት ኣለኹም ንዓኹም ንኽብል ድማ በብሓደ ይገልጾ ኣለኹ ማለት'ዩ። እሺ እምበኣር ሕጂ ድማ ናብቲ ናይ ካልኣይ ሕቶ ክንርኢ ኢና እዚ ድማ እንታይ ኢሉና ዘሎ ኩን የ ዳት ኖህ ኤን ኬር ኣውትለኸን ኩን የዳኣት ኖክ ኤን ኪር ኣውትለክን እዚ ማለት ከማይቲ ነዚ እንደገና ከተብርሃለይ ትክእል ዲካ ነዚ እንደገና ከተብርሃለይ ትክእል ዶ ማለት እዩ ኩን የዳኣት ኖክ ኤን ኪር ኣውትለክን ኩን የዳኣት ኖክ ኤን ኪር ኣውትለክን ነዚ እንደገና ከተብርሃለይ ትክእል ኢካ ዶ ወይ ድማ ትክእል ዲካ። ኩን እየ ክብልና ከሎ ትኽእል ዲኻ ዳት ኖኽ ኤኝ ኬር ክብለና ከሎ እንደገና ሓንቲ ግዜ ዳት ኖኽ ኤኝ ኬር ክብለና ከሎ እንደገና ኖቲ እንደገና ሓንቲ ግዜ ኣውትለኽን ማለት ድማ ክትገልጸለይ ወይ ድማ ከተብርሃለይ ማለት እዩ ነዚ እንደገና ከተብርሃለይ ትኽእል ዲኻ ነዚ ብንጽር ዝበለ ነዚ ሓንቲ ግዜስ ከተብርሃለይ ትኽእል ዲኻ ማለት እዩ። ነዚ እንደገና ሓንቲ ግዜ ከተብርሃለይ ትኽእል ዲኻ? ኩን የ ዳት ኖኽ ኢን ኪር ኦትለኸ? መልሲ ድማ ንርኣዮ። መልሱ ድማ ብጽሑፍ ዝበለ እንታይ ኢልና ኣሎ? ናቱርለ። ኢት ዛት ሄት የ ላተን ዚን።

ከርእየካ እየ ማለተይ ኢትዛል ህፍ የላ ተምዚ። እሺ እምበኣር እዚ ድማ ኣብ ቤት መግቢ እንታይ ኢልና ንሓትት ወይ ድማ እንታይ ዝብል መልሲ ይመጸና ዝብል ክንርኢ ኢና። እቲ ቀዳማይ ሕቶ እንታይ ይብለና ኣሎ? ቫት ኩንየ ኣንበፈይለን ቫት ኩንየ ኣንበፈይለን እዚ ማለት ከመይ እንታይ ትመኽሩኒ ወይ ድማ እንታይ ክትመኽሩ ትኽእሉ? እንታይ ክትመኽሩ ትኽእሉ? ብባት ኩኒ ኣንብ ፈይለን ትመየት እንታይ ክትመኽሩ ትኽእሉ ወይ ድማ ንዓኻ ከም ንዓኻ እንታይ ክትመኽሩኒ ትኽእሉ ንምባል ብባት ኩኒ ኣንብ ፈይለን ክትብሎም ትኽእል እኻ ማለት እዩ። ብባት ኩኒ ኣንብ ፈይለን ብባት ኩኒ ኣንብ ፈይለን እንታይ ክትመኽሩ ትኽእሉ? ናብቲ መልሲ ንኺድ። እዚ መልሲ ድማ እንታይ ኢሉና ዘሎ?

ዛይን ማይ ድማ እዮም ማለት እዩ። እቶም ቤዛታት ኣብዚ ብጣዕሚ ተፈተውቲ እዮም ማለት እዩ። ጸረርክ ማይ ድማ ብጣዕሚ ፒለር ድማ ህቡባት ወይ ድማ ተፈታውነት ዘለዎም። ናብቲ ካልኣይ ክንርኢ ከለና ማክኢክ ደር ረክኒንግ ኣልስብሊፍት፣ Makiik de Rekening Alsjeblieft፣ ትርጉሙ እንታይ ማለት እዩ፣ በጃኻ ሕሳብ ክትህበኒ ትኽእል ዶ ኢኻ ማለት እዩ። እዚ ማለት። ማኪክ ደረኪን ኣስብሊፍ ክበሃል ከሎ እቲ ሕሳብስ ክህልወኒ ይከኣልዶ ማለት እዩ። ብንጹር ኣብ ትግርኛ እቲ ሕሳብስ ክህልወኒ ይከኣልዶ በጃኻ ሕሳብ ክህልወኒ ይከኣልዶ ማለት እዩ። በጃኻ ሕሳብ ክትህበኒ ትኽእልዶ ንምባል እዩ ማለት እዩ። ነቲ ሕሳብ ንክህበካ ማኪክ ደረኪን ኣስብሊፍ ትብሎ ማለት እዩ። በጃኻ ሕሳብ ክትህበኒ ትኽእልዶ ማለት እዩ።

ኢተብ ኦፍ ፓይን ርእሰይ ይሓመኒ ኣሎ ወይ ድማ ርእሲ ቃንዛ ኣለኒ ማለት እዩ። ርእሰይ ይሕመኒ ኣሎ ወይ ድማ ርእሲ ቃንዛ ኣለኒ ኢተብ ኦፍ ፓይን። መልሱ ድማ እንታይ ይብለና ኣሎ ዛል ኢክ ኤን ፓይንስትለር ፎር የ ሃለን ናይ ቃንዛ መቐነሲ ድየ ከምጻልካ ዛል ኢክ ኤን ፓይንስትለር ፎር የ ሃለን ናይ ቃንዛ መቐነሲ ዶ ከምጻልካ ማለት እዩ። እሺ እዚ ድማ ሓበሬታ ምሕታት ሓበሬታ ምሕታት ወይ ድማ ሓበሬታ ምርካብ ማለት እዩ። ቀዳማይ ሕቶ እንታይ ይብለና ኣሎ? ፓርዶን ፍላጥ ይሰት ፓርዶን ፍላጥ ይሰት ይቕሬታ ሰዓት ክንደይ ኣሎ? ይቕሬታ ሰዓት ክንደይ ኣሎ? ፓርዶን ፍላጥ ይሰት ሰዓት ክንደይ ኣሎ? ይቕሬታ ሰዓት ክንደይ ኣሎ? ፍላጥ ይሰት መልሲ ድማ እቲ ስክቫርት ኦፈር ድሪ

Jag hier recht door en dan de eerste straat rechts. እዚ ኣብ ትግርኛ ብልክዕ ክንገልጾ ከለና እወ ኣብዚ ትኽ ኢልካ ከድካ ካብኡ ኣብታ ቀዳመይቲ ጎደና ንየማን ትጥወ። እሺ እምበኣር ሕጂ ድማ ብዛዕባ ትምህርቲ ቋንቋ ክንዛረብ ኢና።

ብኻልእ ድማ እንታይ ኢልና ኣሎ? ቫት ፊንድ ኢየ ሀግ ሙይሉግስት? ቫት ፊንድ ኢየ ሀግ ሙይሉግስት? እንታይ እዩ ዝኸብደካ ወይ ድማ እንታይ ዝኸብደ ነገር ረኺብካ ማለት እዩ? መልሲ ንርኣ። እዚ መልሲ ድማ ደ ኣውትስፕራክ ፊንድ ኢክ ኤን ክሮተ ኣውትዳኺንግ እዚ መድሃኒት ታመይቲ እቲ ኣደማምጻ ዓቢ ብድሆ እዩ ዝኾነኒ ወይ ድማ ዓቢ ብድሆ ኮይኑ ረኺበዮ ማለት እዩ Der Aussprach finde ich ein grote Ausdaching እቲ ኣደማምጻ ዓቢ ብድሆ እዩ ዝኾነኒ ማለት እዩ ወይ ድማ ዓቢ ብድሆ ኮይኑ ረኺበዮ እምበኣር ክቡራት ተኸልቲ ናይ ለማዓንቲ መደብና ከምዚ ይመስል ነይሩ ፈቲኹሞ ክትኮኑ ወይ ድማ ሓጊዝኩም ክኸውን ተስፋ ገብር። ነዚ ቪድዮ እዚ እንተፈቲኹሞ ላይክን ሰብስክራይብን ገርኩም ሪኢቶኹም ድማ ኣብ ታሕቲ ግደፉልና ናብ ቋንቋና ንመሃር ዘለዉ ዝኸማና ዝመሃሩ ዘለዉ ሰባት ድማ ሸር ገርኩም ኣካፍሎም ኣብዚ ምሳና ክላመዱ ቀጺለ ድማ ከምዚ ዓይነት ቪድዮ ወይ ድማ ብናትኩም ሪኢቶ ክሰርሓልኩም ዝደሊ ቪድዮ ኣብ ሪኢቶኹም ኣብ ኮመንቲ ግደፉሉ እኹም ክሳብ ኣብ ቀጻሊ መደብ ዘራኽበና ሰሰናዩ ንዓኹም የቐንየለይ።